ሰላም ሰላም ኩራትን ፍትዋትን ናይ ቻናለይ ቤተሰብ ደቂ ዓበይቲ ዋየ ሃመይ ውዕልኩም ደይ ዳሕና ዲኹም ኣነ ሰላም እየ ንስኻትኩም ድማ ሰላም ክትኾኑ እናተመንኹ ሎማዓንቲ ኣብ ከተማ መኾኒ ኢና ንርከብ ከምቲ ትሪእዎ ኣለኹም ብዓይኒ መዓዶ ለለለ ገዛ የሕዘልኩም መፅእ ኣለኹ ተደልኹም ነፃ ቦታ ሚእቲ ኣርባዓ ካሬ ክልተ ሚእቲ ካሬ ክልተ ሚእቲ ሓምሳ ካሬ እውን ሒዘልኩም መፅእ ኣለኹ ዝሮ ዝሮ ሰለስተ ቦታ እየ ሒዘ መፅእ ኣለኹ ማለት እዩ ቅድሚ ኩሉ ድማ ኮም ትልኣዮ ኩሉ ግዜ ኣሕዋተይ ኣለናልኺ ጎብዚ ስርሒ እናበልኩም ተታዋውዑኒ ቤተሰበይ ዝኾንኩም ላይክ ሸር እናጎርኩም ክትኣትዉ ብትሕትና ይሓትት ቤተሰብ ዘይኾንኩም ድማ ልዛ ቻነል እዚኣ እንድሕር ሓሊኹም ኾንኹም ሳብስክራይብ እና ላይክ ሸር እናጎርኩም ክትኣትዉ ደጊመ ደጋጊመ ብትሕትና ይሓትት ማለት እዩ ስለዚ እናኸድላ ጉዳይና ትማሊ ልለቆቕኹዋ ገዛ ነይራ እስካብ ክልተ መደቀስና ሓደ ሳላላ ሓዘት ብኩንትራት ተሰርሐስ ካብ ሸሞንተ ሚእቲ ሃም ልወደእት እያ ስለዚ ኩሉ ነገር ኣብራህራ ተቢለ ነጊረክን ነይረ ግን ሓንቲ ሓፍትና ታይላ ግን ሓንቲ ሓፍትና ሲ ሽዱሽተ ሚእቲ ሓምሳ ኢላ ለቂቃታ ሲ ንምንታይ እስኽኸ ሸሞንተ ሚእቲ ትብልና ኣለኺ እዛ ሽዱሽተ ሚእቲ ሓምሳ ኢልበለታ ድማ ተስፋ ገይረ ነይረ ኢላትና ሓንቲ ሓፍተይ ማለት እዩ

ተረዲኽን ዶ ስለዚ ስጀመር እዛ ሓፍትና እውን ናይ መሓዛ ኢለ ስርሐቶ ብመዓልታዊ ኢላ እያ ለቆቆቶ ማለት እዩ ስለዚ ናይ መዓልታውና ናይ ኩንትራት ሓደ ገርኽን ኣይትቁፀሮ ምክንያቱ ገዛ እንድሕር ጠጠው ኢሉ ለስርሐልኽን ኣግኒኽን ኮይንኽን ሓንቲ ገዛ እውን ብሰለስተ ሚእቲ ልትስራሕ ኣሎ ማለት እዩ ምክንያቱ ጠጠው ኢሉ ገዛ የስርሐልኽን ለያ ኣብ ሓደ መዓልቲ ነደቅቲ እስካብ ኣርባዕተ ሚእቲ እስካብ ሓሙሽተ ሚእቲ ሃም ልውድኡ ሃም ዘለዉ እዮም ኩንትራት ግን ብጣዕሚ እዩ ዝበልዐካ ልምባል ደልየ እዩ ኩሉ ግዜ ድማ ኣብራህሪህ ይነግረክን ኣለኹ ማለት እዩ ስለዚ ናይ ሎም መዓንቲ ከምቲ ትርእየን ኣለኽን ኣብ ከተማ መኾኒ ብዙሓት ኣዋተይ ኣብ ከተማ መኾንና ኣብ ኣላማጣን ደምፅና የስኳር ሓፍተይ ዝበልኹምኒ ይሆ ሒዘልኩም ደ ከይደ ኣለኹ ማለት እዩ ብዓይን መዓለለ ገዛ ከመይ ዝበለ እዚ ገዛ እዙይ ውሽጡ ሓደ ሳላና ምስ መደቀሲኡ ክልተ ሽንቲ በት ክልተ ሰራቢት ዝሓዘ እዩ ስለዚ ብደንቢ ገይሩ ከርእየና እዩ እቲ ገዛ እውን ብጣዕሚ እዩ ደስ ልብል ኣብ ከተማ ምኳኑ ትፈልጡ ኢኹም ኣሕዋተይ ሰሪሕካ ትውልዐሉ ዓዲ እዩ ብጣዕሚ እዩ ደስ ልብል የሆ ረዮ እዚ ገዛ ማለት እዩ ከምቲ ትሪእዎ በዓል ገዛ ብደንቢ ገይሩ ከርእየና እዩ እንታይ ይመስል ትሳላ እንታይ ይመስል ሽንቲ ቤት እንታይ ይመስል ሰራቪዝ ከምቲ ትሪእዎ ኣለኹም ብጣዕሚ እዩ ደስ ልብል እዚ ገዛ እዚ ተወዲኡ ተፈጺሙ ከምቲ ትርእይዎ ኣለኹም ምድሪወት እውን ስራሚክ ተገይርዎ እዩ ግን ስራሚኩ ድማ ቡና ዓይነት እዩ ረእይዎ ከምቲ ትርእይዎ ኣለኹም ማለት እዩ ሽንቲወት እውን ከምቲ ትርእይዎ ኣለኹም ብጣዕሚ ደስ ዝብል ኣብ ትግራይ ሲ ሓመይ ዝበለ ገዛታት ይስራሕ ኣሎ ኣሕዋተይ እውነት ኣብዚ ዓዲ እዚ ዘለና እንታይ ዓይነት ገዛ እዩ ዘለዎ ሚና ኢና ዋቅ ንብል ነርና ኣብ ትግራይ ድማ ሕዚ ሰዓት ልበለፀ ልበለፀ በተለይ በተለይ ኣብዚ ሕዚ ሰዓት በቃ እቱ ቦሎፎን ናይ ላዕላ ሲ ፋሽን እዩ ገይርዎ እሱ ለይውልስ የለይ ማለት እዩ ከምቲ ትሪእዎ ኣለኹም ብጣዕሚ እዩ ደስ ዝብል ኣሕዋተይ መዓረይ ቃዓምን ዘለኩም ቁፅሪ ስልኪ ክሓድገልኩም እዮ ደዊልኩም ክተዳጉጉ ትኽእሉ ኢኹም ሚእቲ ኣርባዓ ካርለ ኣሎ ክልተ ሚእቲ ካርለ ኣሎ ክልተ ሚእቲ ሓምሳይ ካርለ ኣሎ ሰለስተ ቦታ እዩ መፂእነን እየ ማለት እዩ እዚ ኣብ ከተማ መኾኑ እዩ ከምቲ ትሪእዎ ኣለኹም ብጣዕሚ እዩ ደስ ዝብል ገዛ ጥዑይ ሃናጺ እዩ ጥዑይ ነዳሪ ኩሉ ነገር ዘማልእ በዓል ሞያ ደሃለየካይ እቲ ገዛ እውን ደዛይኑ ይኹን ኣሰራርሕኡ ይኹን ኣብ ቀለም ይኹን ኣብ ስሚንቶ ይኹን ኣብ ሙሊት ዝበሃል ኣሎ ጠርዚ ዝበሃል ኣሎ እዚ እዩ ለማላኽዑ ገዛ ማለት እዩ ሕዚ ሃነጽቲ እኒኦ ሃነጽቲ ኣብ ላቡሊኮት እንድሕር ኣትዮም ኮይኑ ኣብ ሃናጺ ዘለዎም ኣረኣያ ደኣ እምበር ኣብ ቡሊኮት ዘለዎም ምንም ኢደ እግሪ የብሎም ምክንያቱ ከዚ ቡሊኮት ቆንጆ ነዳቂ ኢኻ ትደሊ ቡሊኮት እንድሕር ደኣ ትነድእ ኮይንካ ሓደ ኢሉ ደገ ሓደ ኢሉ ውሽጢ እንድሕር ደኣ ለኣቲ ኮይኑ ማይ እናሰተየ ውሽጢ ውሽጢ ስለ ልኣቲ በቃ ብሉኮት ርዕ ይልብል ማለት እዩ ስለዚ ኣብ ምጥንቃቅ በተለይ ኣብ ገዛ እነስርሕ ኣሕዋተይ እናተጠንቀቅና ንማል ደልየ እየ ኣብ ከተማ መኾኒ ከምቲ ትሪእዎ ኣለኹም ብጣዕሚ እዩ ደስ ልብል ኣሕዋተይ ከየምልጠልኩም ቁፅር ስልኪ ናይ በዓል ገዛ ክሓድገልኹም እየ ድውል ኣቢልኩም ተደልኹም ሚእቲ ኣርባዓ ካር ነፃ ቦታ ተደልኹም ስሩሕ ቦታ ክልተ ሚእቲ ካር ደለኹም ክልተ ሚእቲ ሓምሳ ካር ደለኹም እዚኣቶም ናርታ ዘለዎ እዩ እምበይ ካርታ ዘይብሉ ንዚኣቶም ዞም ደለልቲ እዚኦም ኣይሸጡ እዩ ማለት እዩ ስለዚ ኩሉ ነገር ካርትኡ ሕጋዊ እዩ ፕላን ገዛ ንዓሉ ዝሓዘ ኩሉ ነገር ለማልእ ስለ ዝኾነ ልደለኹምዎ ቦታ ደው ኢልኩም ክትጥይቕዎም ትኽእሉ ኢኹም ንዚኣቶም ማለት እዩ ኣብ ቢሮ እዮም ዝሰርሑ ኩሉ ነገር ውዕል ኣሳሪ እዮም ስለዚ ውዕልኩም ኣሲርኩም ናይ ገዛኹም ኣብ ዝኾንኩም ኮይንኩም ድማ ስምኩም ክትሕልፉ ላባዓልኩም ወኪል ተደሊኹም ለ ወኪልኩም ገይርኩም ክትሕልፉ ትኽእሉ ኢኹም ስለዚ ያው ኣብ ከተማ ምኾኒ ሎማዓንቲ እዩ እዚ ሒዘልኩም መፅየ ኣለኹ ማለት እዩ ኣሕዋተይ መዓር ረእይዎ እቲ ገዛ ከመይ ምዃኑ እቲ ማዕፁ ናይ ማዕፆ በሪ ማርእይዎ ረእይዎ ብጣዕሚ እዩ ደስ ልብል ናይ ማዕፆ በሪ ማለት እዩ እዚ ገዝኡ ኩሉ ነገር ኣማሊኦም ልመሸጣ ለውቅዖም ስታ እዩ ከዚ ሓደ ሓደ ሰብ እንታይ ይብል ገዛ ሱቅ ኢሎም እዮም እንደገነሽ ሰሪሖም ልሸጥና ኣለዎም በይ ሓምቲ ንዓልኻል ትሙነየ የኾነይ ልሰርሕዎ ኣለዎ ምክንያቱ ግብር ግብር ኣቢሎም እዮም ዝሰርሕዎ ኣለዉ ይብል ሓደ ሓደ ሰብ ከዓ ማይ ዶ ብዙሕ ኣይሰቲ ስለዚ ልምንታይ ደኣ እንድሕር ፅቡቅ ኮይኑሲ ልምንታይ ደኣ ይሸጥዎ ኣለዉ ውድን ድኽነት የኾነ ሓዋት ገዛ ልሽወጥ ምክንያቱ ልዚ ሸይጥካ ኣብ ካልእ ክትቕይረሉ ትኽእል ኢኻ ከምቲ ትሪእዎ ኣለኹም ዓይንኻ ሕልውልው ለብል ካልኣይ ነገር ደሞ እንደ ዓመታት ወሲዱ እንደይ ሚልዮናት ወሲዱ እንደይ ሓይልታት ወሲዱ እዩ ስለዚ ሉዚ ሸይጥኻ እውን ኣብ ካሊእ ንምቕያር ይከኣል እዩ ምክንያቱ በተለይ በተለይ ሃፋትም ዘለዎም ገዛ ሰሪሖም ይሸጥዎ ምክንያቱ ሉዚ ትርፊ ከግንዩሉ እዮም ሌላ ካልኣይ ነገር ደሞ ነፃ ቦታ ሸይጦም ካብ ካልእ ይገዝኡ ማለት እዩ ሃሙ እዩ በተለይ ኣብዞም ደለልቲ ዘሎ ኣረኣያ ማለት እዩ ኣሕዋተይ ስለዚ ከምቲ ትርእዎ ኣለኹም ብዓይኒ መዓዶ ልፀባራቕ ገዛ እየ ሒዘልኩም መፅእ ኣለኹ ብቻ ግን ከየምልጠልኩም ቃዓምለለኩም እየ ለለ ኣሕዋተይ ኣብ ስደት ሰሪሕና ድዩ ዘይሕዝኽና መጺኽኒ ኢኺ ዓብይ እኒኤና ቃዕሚ ጽዋ ግን ኢኺ ከይትብላኒ ኣነ ኩሉ ነገር ስርሐይ ስለልኾነ ላውዚ ግድን እየ ሸር ክገብሮ ምኽንያቱ ስለ ቦታ ልመጸኒ ብቻ ግን ሓበሬታ ለለዎ ደኣ ይኹን እምበር ኣነ ኩሉ ግዜ ሃማ ኢኽን ትብላኒ ብዙሕ ቅርሺ ወይ ደሞ ቆንጆ ገዛታት ሒዘልክ እንተመጽኦሲ ዓብለይ ቃዕሚ ናባይ ትናገርና ተስፋ ባይ ተቑርጽና ወይለካ ኣነ እኮ ስርሐ እዩ ሓደ ሰብሲ ናይ ሓደ ሰብ ጽዋ ሰሚዑስ ከመይ ገይሩ እዩ እባ ተስፋ ዝቆርጽ እስከ እዚኣ ኣረድ ኣብላኒ ከዚ ኣነ ንባዕለይ እንእክበለ እንደ ዓመታት እየ ስደት ገይረ ግን ሓንቲ ነገር የብሊ ተስፋ ግን የቆርጽ እግዚኣብሔር ይመስገን ተስፋ ይቆርጽ ምክንያቱ ዓይነበርክ እኒየኒ ሙሉእ ጥዒና እኒአኒ ሰሪሐ ስድራይ እድግፍ ኣለኹ ሰሪሐ ልባዕለ ይኮን ኣለኹ በቃ ስለዚ ልኡ ጥራሕ ኣይኽለኒ እምበይ ኣሕዋተይ ብዙሓት ኣሕዋትና ኣለኽን በቃ ኣብ ስደት ሰፊርናሲ ከምዚ ዓይነት ገዛ ኣይተምፅልና ቃዕሚ የብልናይ እንታይ ኢኺ ብናብ ማን ኽዲኺ ውነደ ይብልኺ ኢኺ ትብላኒ ብዙሓት ኣለኽን ማለት እዩ ኣነ ስጀምር ንስኻትን ትገዝኦ ኢሉ እኮ ኣየምፀልኹ ኢላ ውዚ በዓል ቃዕሚ ለለዎ ቃዕሚ ዘለዎ ቅርሺ ዘለዎ ሉዚ ልመሳሰል በቃ እቱ ድቡኡ ለለዎ ሰብ ደውሉ ልክረዳዳ እየ እምበይ ኣነ ከዓ ስርሐ እዩ ግድን እዩ ለሎ ሓበሬታ ላውዚ ከምፅእ ግድን እዩ ማለት እዩ ስለዚ ኣሕዋተይ እዙይ ቃዕሚ ዘይብልክን ዋላ ኮነ ይርደኒ እዩ ይቅርዶ ኣብዚ ዓዲ እዚ ሰሪሕካ እንዱዚ ክጥረሲ ክንደይ ዓመታት ሰሪሕካ እውን ሲ ሓንቲ ልዛ ነፃ ቦታ እንገዝኣ ልዛ ሚእቲ ኣርባዓ ካሬ ልዛ ነባር ትሕዝቶ ክንገዝአላ እኳስ ዓሰርተ ዓመት ኣቁፂርና ማለት እዩ እንታይ እየ ልምባል ደልየ ሚእቲ ኣርባዓ ካሬ ይኹን ክልተ ሚእቲ ካሬ ይኹን ሰለስተ ሚእቲ ካሬ ይኹን እዞም ደለልቲ እዚኦም ጥራሕ ካርታ ዘለዎ ስለልሸጡ ኣብ ነባር ትሕዝቶ የለዊ ነባር ትሕዝቶ ኣይሸጡይ ብቻጌ ካርታ ዘለዎ ስለ ልሸጦ ደዊልክን ክትረዳድኣ ትኽእላ ኢኽን ማለት እዩ ልደለኽን ኣሕዋተይ ኣብ ሞኾኒ ነፃ ቦታ በቃ ስእሉ ለይተነደቀ ገዛ ማለት እዩ ከምቲ ትሪኦ ኣለኽን ንስሩሕ ገዛ ደየ ሒዘ መፅእ እኒኹ እዚ ናይ ነፃ ቦታና ሚእቲ ኣርባዓ ካሬ ክልተ ሚእቲ ካሬ ኣሎ እዩ ግን ከዓ ብቻ ስልኪ ዘርግሕና ስለልወኒ ኣነ ስልኪ ዘርጊሐ እየ ማለት እዩ ስለዚ ደዊልኩም በዓልኩም ክትህዳጉጉ ትኽእሉ ኢኹም ቢያንስ ቅርሺ ዘለኩም ኣሕዋተይ እዛ ገዛ እዚኣ ከይተምልጠልኩም ናይ ሎማዓንቲ ብድዮና እዚኣ ትመስል ነይራ ብካሊእ ብድዮ እስካዕ ካሊእ መፅእ ሰሰናዩ ደቂ ዓበይቲ ዋይይይ ባይ ባይ።